ምስቲ ኣብ መንጎ እስራኤልን ሓማስን ዝካየድ ዘሎ ኲናት ብዝተሓሓዝ ንሓማስ ንምድጋፍ ኣብ ቀይሕ ባሕሪ ምስ እስራኤል ርክብ ንዘለወን መራኽብ ዘጥቅዐ ዕጡቕ ጉጅለ ሑቲ ኣብ ዝሓለፈ ወርሒ ሓምለ ዘጥሓለን ክልተ ንግዳውያን መራኽብ ብፍሉይ ንገማግም ባሕሪ ኤርትራ ከቢድ ብከላ ከየስዕባ ከቢድ ስግኣት ሓዲሩ ከም ዘሎ ተገሊጹ። ፕሬዚደንት ማሕበር ባሕረኛታት ኤርትራ ቺፍ ኢንጂነር ፓውሎ ኣንቶንዮ ንማዕከን ዜና ቢቢሲ ኣብ ዝሃቦ ሓበሬታ ድሮ እታ ኣብ ዝሓለፈ ወርሒ ዝጠሓለት ጥራይ ካብ ኣርብዓን ሓሙሽተን ክሳብ ሰማንያ ኪሎ ሜተር ዝተዘርግሐ ብከላ ኣስዒባ ኣላ ኢሉ። ካብ ሳተላይት ዝተረኽበ ሓበሬታ ከም ዘመልክቶ እታ ዝጠሓለት መርከብ ካብ ሃዋኪል እትበሃል ናይ ኤርትራ ደሴት ዓሰርተ ሸውዓተ ኪሎ ሜተር ርሒቑ ኣብ ዘሎ ማያት ብከላ ተራእዩ ምህላዉ ተገሊጹ'ሎ። ገለ ኣብቲ ኩነታት ተገዳስነት ዘለዎም ትካላት ኤውሮጳ ብዛዕባ እቲ ጉዳይ ንምዝርራብ ምስ ሰብ መዚ ኤርትራ ርክብ ክምስርቱ ከም ዘይከኣሉ ሓበሬታ ከም ዘለዎም እውን እዚ ክኢላ ሓቢሩ ኣሎ። ብወገን ኤርትራ ብዛዕባ ምጥሓል ናይዘን መራኽብ ይኹን ከስዕብኦ ዝኽእላ ከባብያዊ ሓደጋ ብወግዒ ዝወጸ ሓበሬታ የለን። ዝኾነ ይኹን ካብቲ መርከብ ልሒኹ ንውሽጢ ባሕሪ ዝኣቱ ኬሚካላትን ነዳድን ንስነ ህይወት ቀይሕ ባሕርን ደሴታትን ሓደገኛ ምዃኑ ግን ይግለጽ። ብተወሳኺ'ውን እቶም ዓሳታት ነቲ ነገር ብምምጋብ ክምረዙ ስለ ዝኽእሉ ተገፊፎም ናብ ዕዳጋ ኣብ ዝወርዱሉ እዋን ሳዕቤን ከኸትሉ ከም ዝኽእሉ'ውን ግምት ከም ዘሎ ተገሊጹ። እዚ ንማዕከን ዜና ቢቢሲ ብዛዕባ እዘን ጥሒለን ዘለዋ መራኽብ ሓበሬታ ዝሃበ ክኢላ፣ ብሓፈሻ እቲ ብዕድግን መሸጣን ዓሳ ዝነባበር ሕብረተሰብ፣ ካብኡ ዝግፈፍ ዓሳ ኣብ መጻኢ ኣብ ህይወት ደቂ ሰባት ከኣ ሓደጋ ክኸውን ከም ዝኽእል ተገሚቱ ነቲ ንዕዳጋ ምግፋፍ ዓሳን መሸጣን'ውን ኣብ ሓደጋ ክእትዎ ይኽእል እዩ ኢሉ። ክምዝከር ኣብ ዝሓለፈ ዓመት ወርሒ መጋቢት፣ ባንዴራ ሃገረ ብሊስ ሰቒላ ኣብ ቀይሕ ባሕሪ ትጓዓዝ ዝነበረት ሩቢ ማር ዝተባህለት መርከብ ካብ ሑቲ ብዝተተኮሱ ሚሳይላት ድሕሪ ምውቃዓ ድሕሪ ክልተ ሰሙን ምጥሓላ ይፍለጥ። እዛ መርከብ ከኣ መጥቃዕቲ ሑቲ ኣብ ሕዳር ክልተ ሽሕን ዒስራን ሰለስተን ካብ ዝጀምር ዝጠሓለት ቀዳመይቲ መርከብ ዝነበረት ኮይና ኣባላታ ገዲፎማ ምስ ኮድያ ቀስ ብቀስ ማይ ምምላእ ጀሚራ ዝጠሓለት እታ መርከብ ዒስራን ሓደን ቶን ድኹዒ ኣሞንዩም ናይትሬት ጽዒና ዝነበረት ብምዃና እቲ ድኹዒ ኣብ ቀይሕ ባሕሪ ከባብያዊ መጠኑ ዛጊት ዘይተነጸረ ብከላ ኣስዒቡ ከምዘሎ ይንገር። ኣብዚ ዓመት ዝጠሓላ መራኽብ ውን ብከላ ከስዕብ ዝኽእል ንብረት ጽዒነን ብምንባረን ገማግም ቀይሕ ባሕሪ ኤርትራ ሓደጋ ብከላ ኣንጸላልይዎ ምህላዉ'ዩ ተገሊጹ ዘሎ። ፕሬዝደንት ሕቡራት መንግስታት ኣሜርካ ዶናልድ ትራምፕ ናብ ሃገሮም ክሰጎም ዘይከኣለ ዘይሕጋውያን ስደተኛታት ክሰጎለን ዝኽእል ሳልሰይቲ ሃገር የናዲ ኣብ ዘለዎሉ እዋን ሩዋንዳ ኣስታት ክልተ ሚእትን ሓምሳን ስደተኛታት ካብ ኣሜርካ ንኽትቅበል ስምምዕ ከምዝገበረት ተገሊጹ። ሩዋንዳ ምስ ምምሕዳር ዶናልድ ትራምፕ ስምምዕ ገይራ ከም ዘላ ዝገለጸት ኮይና እቶም ካብ ኣሜሪካ ተጠሪዞም ናብኣ ዝስደዱ ስደተኛታት ድማ ሞያ ንኸጥርዩ ናይ ሞያ ትምህርቲ፣ ናይ ጥዕና መሰላትን ገዛ ክወሃቦም ከም ዝኾነን ኣብ ሩዋንዳ ሓድሽ ህይወቶም ንምጅማር ድማ ሓገዝ ክግበረሎም ምዃኑ ወሃቢት ቃል መንግስቲ ሩዋንዳ ዮላንደ ማኮሎ ሓቢራ'ላ። እዚ ይኹን እምበር ሩዋንዳ ስደተኛታት ንኽትቅበል ቅድመ ኩነት ኣቐሚጣ ዘላ ኮይና እቲ ቅድመ ኩነት ከኣ ነፍሲ ወከፍ ካብ ኣሜሪካ ተጠሪዙ ናብኣ ክሰጋገር ዝድለ ስደተኛ፣ ባዕላ ኣጽኒዓ ምስ ተቐበለቶ ጥራይ ናብ ሃገራ ክኣቱ ከም እትፈቅድ እያ ተገሊጹ ዘሎ። ምምሕዳር ዶናልድ ትራምፕ ብዛዕባ'ዚ ምስ ርዋንዳ ተገይሩ ዘሎ ስምምዕ ኣመልኪቱ ክሳብ ሕጂ ዕላዊ ሓበሬታ እኳ እንተዘየውጽእ ዘሎ፣ ብተደጋጋሚ ግን ዘይሕጋውያን ስደተኛታት ናብ ሳልሰይቲ ሃገር ንምስግጋር ድልየት ከም ዘለዎ ክገልጽ ጸኒሑ'ዩ። ትራምፐ ኣብ ዝሓለፈ ወርሒ ሓደ ናብ ስልጣን ካብ ዝመጽእ ከኣ ሓያል ዘይሕጋውያን ስደተኛታት ናይ ምህዳን መስርሕ ክገብር ዝጸንሐ ኮይኑ ብዙሓት ኣብ ትሕቲ ቀይዲ ብምእታው ንገሊኦም ናብ ኤል ሳልቫዶር ክሰድድ እንከሎ ንገሊኦም ድማ ናብ ገለ ሃገራት ኣፍሪቃ ሰዲዱዮ ሕጂ ድማ ምስ ርዋንዳ ስምምዕ ገይሩ ናብታ ሃገር ናብ ኣሜሪካ ብዘይሕጋዊ መንገዲ ዝኣተዉ ዝጥረዙ ስደተኛታት ክሰድድ ምዃኑ ይግለጽ ኣሎ። ምስ ባሕርን ሶማሊላንድን ብዝተሓሓዝ ኣብ ዲፕሎማሲያዊ ወጥሪ ኣትየን ዝጸንሓ ሶማልን ኢትዮጵያን ምሕዝነተን ናብ ንቡር እንዳተመለሰ ይመጽእ ኣብ ዘለወሉ እዋን ኣምባሳደር ኢትዮጵያ ኣብ ሶማል ወረቐት ስርሑ ንፕሬዚደንት እታ ሃገር ኣረኪቡ። ከምዝፍለጥ ኣብ ዝሓለፈ እዋን ኣብ መንጎ እዘን ክልተ ሃገራት ዲፕሎማሲያዊ ወጥሪ ኣብ ዝተፈጥረሉ እዋን ክልቲኤን ሃገራት ኣምባሳደራተን ስሒበን እየን ነይረን። ብመንጎኘት ቱርኪ ከምኡ ድማ ኣብ መንጎ ሰበስልጣን እታ ሃገር ድሕሪ ዝተገብረ ርክባት ግን ዲፕሎማሲያዊ ርክብ እዘን ክልተ ሃገራት ናብ ንቡር እንዳተመለሰ ይመጽእ ኣሎ ኣብ ዝበሃለሉ ዘሎ ግዜ፣ ኢትዮጵያ ሱሌማን ደዴፎ ዝተብሃለ ኣምባሳደራ ናብ ሶማል ከም ዝለኣኸትን ወረቐት ስርሑ ንፕሬዝደንት ሶማል ሓሰን ሼኽ ማሕሙድ ከም ዘረከበን ተገሊጹ'ሎ። ፕሬዝደንት ሓሰን ሼኽ ማሕሙድ ወረቐት ስራሕ ኣምባሳደር ኢትዮጵያ ኣብ ዝተቐበለሉ እዋን፣ ኢትዮጵያ ኣብ ሶማል ሰላም ንኽሰፍን እትገብሮ ዘላ ጻዕሪ ድሕሪ ምምስጋን፣ ኣብ መንጎ ክልቲኤን ሃገራት ንሓበራዊ ረብሓታትን ኣገዳስነታትን ዝከታተል ሓበራዊ ኮሚሽን ክቐውም ድማ ኣገዳሲ ምዃኑ ገሊጹ'ሎ። ምክትል ቀዋሚ ወኪል ቻይና ኣብ ውድብ ሕቡራት ሃገራት ኣምባሳደር ሱን ሊ ናብ ናይ ኤርትራ ቤት ጽሕፈት ቀዋሚ ወኪል ኣብ ውድብ ሕቡራት ሃገራት ምብጻሕ ብምግባር ምስ ቀዋሚት ልኡኽ ኤርትራ ኣብ ውድብ ሕቡራት ሃገራት ኣምባሳደር ሶፍያ ተስፋማርያም ተራኺቡ ከምዝዘተየ ተገሊጹ። እቲ ምክትል ቀዋሚ ልኡኽ ቻይና ኣብ ውድብ ሕቡራት ሃገራት ዝኾነ ኣምባሳደር ሱን ሊ ናብ ናይ ኤርትራ ቤት ጽሕፈት ቀዋሚ ልኡኽ ኣብ ውድብ ሕቡራት ሃገራት ኣብ ዝበጽሓሉ ኣብ ዝተፈላለየ ንክልቲኤን ሃገራት ኣብ ዘገድሱ ጉዳያት ክዝቲ እንከሎ ቻይናን ኤርትራን ክልተኣዊ ዝምድናኣን ኣብ ምሕያል ድማ ክሰርሑ ምዃኖም እዩ ተዘራሪቡ። ኣብ ሃገረ ሆላንድ ኣብዚ ካልኣይ ርብዕ ዓመት ንመጀመርታ እዋን ድሕሪ ክልተ ሽሕን ዓሰርተ ሽዱሽተን ዝበዝሑ ኤርትራውያን ስደተኛታት ናብታ ሃገር ብምእታው ሕቶ ዑቕባ ከም ዘቕረቡ ተገሊጹ። ብመሰረት ወጺኡ ዘሎ መንግስታዊ ጸብጻብ ናይ ሆላንድ ኣብ ካልኣይ ርብዕ ዓመት ክልተ ሽሕን ዕስራን ሓሙሽተን ናብታ ሃገር ኣስታት ሓሙሽተ ሽሕን ሰለስተ ሚእትን ስደተኛታት ከም ዝኣተዉን ሕቶ ዑቕባ ከም ዘቕረቡን ክግለጽ እንከሎ ካብዚኦም ድማ ከባቢ ሽሕን ክልተ ሚእትን ኤርትራውያን ብምዃኖም ድሕሪ ክልተ ሽሕን ዓሰርተ ሽዱሽተን ንመጀመርታ እዋን ኤርትራውያን ዑቕባ ካብ ዝሓተቱ ስደተኛታት ብቑጽሪ ዝበዝሑ ኮይኖም ምህላዎም ተገሊጹ። ብመሰረት እቲ ወጺኡ ዘሎ ጸብጻብ ድማ ኣብዚ ካልኣይ ርብዕ ዓመት ናብታ ሃገር ዝኣተወ ብዝሒ ስደተኛ ብዓሰርተ ሸውዓተ ሚእታዊት ካብ ቀዳማይ ርብዕ ዓመት ናይዚ ዓመት ከምዝዛየደ ክግለጽ እንከሎ ምስ ናይ ዝሓለፈ ዓመት ካልኣይ ርብዕ ዓመት ክነጻጸር እንከሎ ግን ብሰላሳን ክልተን ሚእታዊት ከምዝጎደለተ ሓቢሩ'ሎ። ድሕሪ ክልተ ሽሕን ዓሰርተ ሽዱሽተን ኣብ ነፍሲ ወከፍ ርብዒ ዓመት ኣብ ዝግበር ጸብጻብ ብዝሒ ስደተኛታት ኤርትራውያን ድሕሪ ናይ በዓል ሶርያን ኣፍጋኒስታንን ዝስራዕ ዝነበረ ኮይኑ ኣብዚ እዋን ግን ድሕሪ ክልተ ሽሕን ዓሰርተ ሽዱሽተን ኣብዚ ካልኣይ ርብዒ ዓመት ናይዚ ዓመት ካብ ዝኣተዉ ስደተኛታት እቶም ዝበዝሑ ኤርትራውያን ምዃኖም ተገሊጹ'ሎ። ትካል መግቢ ውድብ ሕቡራት ሃገራት ኣብታ ኣብ ውሽጢ ከበባ እትርከብ ከተማ ሱዳን ኣልፋሸር ተዓጽዮም ዘለዉ ስድራቤታት ጥምየት ከም ዘጋጠሞም ኣጠንቂቑ። ፕሮግራም መግቢ ዓለም ኣብ ምዕራባዊ ዞባ ዳርፉር ናብታ ከተማ ንልዕሊ ሓደ ዓመት ብመንገዲ መግቢ ከብጽሕ ከም ዘይከኣለ እዩ ገሊጹ። ዕጡቓት ሓይልታት ቅልጡፍ ደገፍ ንከተማ ኣልፋሽር ካብ ሰራዊት ሱዳን ንምምንዛዕ ንኣስታት ዓሰርተ ሽዱሽተ ኣዋርሕ ኣብ ከበባ እዮም የእትዮማ ዘለዉ። ፕሮግራም መግቢ ዓለም ብዛዕባ'ቲ ኩነታት መጠንቀቕታ ኣውጺኡ ዘሎ ኮይኑ፣ ኣብቲ ከባቢ ብርክት ዝበሉ ሰባት ብሰንኪ ጥሜት ድሮ ሞት ከም ዘጋጠሞም እውን ይሕበር ኣሎ። እታ ከተማ ክሳብ ሕጂ ኣስታት ሰለስተ ሚእቲ ሽሕ ነበርቲ እዮም ዘለዉዋ። ሱዳን እቶም ኣቐዲሞም ንስርዓት ኣልበሽር ንምዕላው መሓዙት ዝነበሩ ኣዘዝቲ ካብ ሚያዝያ ክልተ ሽሕን ዕስራን ሰለስተን ኣትሒዞም ኣብ ውግእ ሓድሕድ ካብ ዝኣትዉ ንደሓር ኣብ ዓለም ዝበኣሰ ቅልውላው ተፈጢሩላ እዩ ዘሎ። ንሕጂ ዝተዳለወ ዜናታት እዚ እዩ ነይሩ። ብካልእ ክሳብ ንራኸብ